ሕጂ ብኤርምያስ ክን ኤርምያስ መጀመርታ ምስ ነብስኻ ከተላልየና ኩሉ መጻጻእኸ ምስ ስነጥበብ እንታይ ይመስል ብሓፈሻዊ ማለት እዩ
ሐራይ የቀኔለይ መጀመርታ ከምዚ ኢልና ነዚ ዕድል ብምርካበይ ኣመስግን ኤርምያስ ተስፋለም ይበሃል። 1986 ተወሊደ ምስ መርዓበ ጉጅለ ባህሊ ኤርፎርስ ማለት እዩ ንሳዋ ወሪድ ዓሰርተ ትሽዓተ ዙርያ ብናይ ሙዚቃ ተፈቲነ ናብ ጉጅለ ባህሊ ኤርፎርስ ከም ኣባል ኮይነ ነጥፍ ነይረ ማለት እዩ ኣብዚ ሕጂ ግዜ ከዓ ኣብ ሱዳን ንርከብ ኣለኹ ማለት እዩ በቃ እሺ ሓራይ ጽቡቅ ሕጂ ኣብ ሱዳን ጓይላታት ወላ ካልእ እውን ትፃወት ኢኻ ሓቀይ ሕጂ ብዘለኻዮ ዓዲ ማለት ሱዳን ከም ምዃኑ መጠን ገለ ካብቲ ቀንዲ በዳሂ ትብሎ እንታይ እዩ ኣብዚ ዓዲ ንስነ ጥበብ ንክትነጥፍ ወይ ክትደርፍ ማለት ፕሮቫ ንክትገብር ገለ ብዙሕ የሸግር እዩ ብዚ ዓዲ እንታይ እዩ እቲ በዳሂ ቁሩብ እንታይ ኣሎ ትብሎ? እወ ስደት ምስቲ ምዃኑ ምስ ናይ መነባብሮ ኩነታት ኣለዎ ብዙሕ ማለትሲ ኣብቲ ኣብ ሂወትካ ሲ ስደት እንድዩ ቡዙሕ ነገራት ኣሎ በዳሂ ክትብሎ ሕጂ ኮለካ ማለት ብጉጅለ ተጠርኒፍካ ክትሰርሕ ኮለካን እዚ ብውልቅካ ትሰርሖ ስራሕን በበይኑ እዩ ሕጂ ብቲ ናይ ውልቅካ ኩሉ ካባካ ስለ ድኮነ ብዳህካ ንሕና እኳ ኣነ ከም ኤርምያስ ዝሰራሕክዎ ስራሕ የለን ኣብቲ ናይ ኣርት ነገር ክዛረብ ተኮይነ ግን ብውልቂ እቲ መርዓታት ንሰርሖ ጓይላታት ገለመለ ኣው ኢና ነድምዕ ማለት እዩ ክሳብ ሕጂ ሕጂ ከኣ ክብገሰሉ ከኣ ተስፋ ገብር ማለት እዩ ኣራይ ኤርምያስ የቐኒልና። ኣራይ ሳሚ መጀመርትያ ምሉእ ስምካ ከተላልየና ኣመጻጽኣኻ ምስ ስነጥበብካ ከመይ ይመስል? ኦኬ መጀመርያ ፔተር ሓወይ የቐንየለይ ምሉእ ሽመይ ሳሙኤል ሃፍቶም ይበሃል ኣማጻጽኣ ብ ኣብ ኣርቲ ከኣ ኣብ ክልተ ሽሕን ዓሰርተን ኣብ ጉጅለ ባህሊ ማእገር ከም ቮካሊስት ኮይነ እሰርሕ ነይረ ማለት እዩ ክሳብ ክልተ ሽሕን ዓሰርተ ኣርባዕተን ገለ ማለት እዩ። ሓንቲ ደርፊ ኣላ ድሰራሕካያ መስለኒ ሓንቲ ድየ ክልተ እስክ ሊብርኤልካ ኣለኹ ወዲ ሰብ እዩ መኽሰብ ትብል ኣላ ምስ እወ ብዛዕባ እስከ ንእሽተይ መብርህ ክትበና።
እወ ሕጂ እዚኣ ወዲ ሰብ እዩ መኽሰብ ትብል ኣብ ቅድሚ ምምጸኢ ናብ ስደት ቅድሚ ምምርሐይ ድሰራሕኳ ስራሕ እያ። ካብቲ ቅድሚ ሕጂ ዝሰራሕክዎ ክሊባት ምሻሎ ብጣዕሚ ደስ ትብለኒ ስራሕ እያ እዋናዊት እያ ብዙሕ ግዜ ቀቲልና ገለገለ ካብቲ ዝሓለፈስ ስፔሻሊ ጽቡቕ እንታይ ድበሃል ጌርና ዝሰራሕናያ እያ ንሳ ጌረ ከዓ ናብዚ መፅኤ ማለት እዩ ዋሽ ፈላሚት ደርፍኻ ንሳ ነይራ ማለት እዩ
መወዳእታ ስራሕ ቀዳመይቲ ዝሓሰብኩዎ ትብል ኣላትኒ ምስ ሙሴ ኣብታ ናይ ክልቲኦም ናይ
እሺ
ብምቕጻል ኣብዚ ዓዲ እውን ትጻወት ኢኻ ፒያኖ ባር ወላ ኣብዚ ዓዲ ፒያኖ ባር ከመይ እዩ ማለት ኣሸጋሪ እዩ ኣብዚ ዓድስ ወላ ሙዚቃ ንክትጻወት ንባዕሉሲ ጓይ ወላ ኣብ ገዛኻ ወላ ፕሮቫ ንክትገብርሲ ኣሸጋሪ እዩ ኣብዚ ዓዲ ዓዲ ሻሪዕ ኣብ ርእሲ ምዃኑ ማለት እዩ ፒያኖ ባር ከመይ እዩ ኣብዚ ዓዲ ብኸመይ ኣገባብ ትጻወቱ እስ ወይ እንታይ ብድሆታት የጋጥመኩም
እወ ሕጂ ፒተር ሓወይ እቲ ፒያኖ ባር ማለተይሲ ልክዕ እኳ ከምቲ ኣብ ኣስመራ ንጻወቶ ነበርና ዋላ ይኹን እምበር ናቱ ብድሆታት ኣለዎ ምስ ስደት ምዃኑ ካልኣይ ብዙሕ ምስ ሸሪዓ ሕጊ ምዃኑ ገለ ብዝኾነ ግን መቸም ዳተሰከፍና ድዩ ገለ ኣርት ስለ ዝኾነ ዳተጣፋእና ክሳብ ሕጂ ንሰርሕ ኣለና ማለት እዩ። እሺ ጽቡቕ ንዝያዳ ጽባቐ ስራሕኩም እንታይ ዓይነት ኣገባብ ትጥቀሙ ማለት ፕሮቫ ገለ ትገብር ከለኻ ብውልቂ ትሰርሕ ዋላ ምስ ጉጅለ ጠርኒፍካ ኣብዚ ዓዲ ማለት እዩ
እወ ጽብቅ ትሕት እያ ሕጂ እቲ ፔተር ሃዋይ ብዛዕባ እቲ ፕሮቫ ገለ ኢንፋክት ተጠሪፍና ንሰርሓሉ ዓይነት ፕሮቫ የለን ኣብዚ ባህላይ ኩሉ ሰብ ኣብዚ ዘሎ ኣርቲስት ወውልቁ ኣብ ገዝኡ ኮይኑ ዊን ክቆርቦ ዝኽእል ሰብ ኣብ ጥቕኡ ገለ ዘሎ ገለ ዳኸድካ በስ መስዋእቲ ዳኸፈልካ ገለ ኢኻ ትሬኒንግ ትገብር ሓደብቲ ስደት ምዃኑ ብልዕሊኡ ጸሓይ ኣሎ ገለ ገለ ኣርሒቅካ ክትከይድ ገለ ይትክእን ኢኻ ገለ ብዙሕ ነገራት ኣሎ ሕጂ በስ ግን ኣብ ገዛኻ ኮንካ ትሬኒን ናይ ውልቅኻ በቃ ዝበዛሕናስ ኣብ ገዛና እዩ ንገብር ሓደ ሓደ ከዓ ሙዚቀኛታት ምስ ደረፍቲ ገለ ኣብ ጥቃ ጥቃ ገዛ ተኮይኖም ብሓሳብ ተሎ ከምኡ ዓይነት ኣገባብ ዳተጠቀምና ኢና ትረሊን ንገብር ማለት እዩ እሺ ጽቡቕ ሳሚ ክንደይ ዝኾና ደርፍታት ኣፍሪኻ ኣለኻ ክሳብ ሕጂ
ምስዚኣ ወዲ ሰብ መኽሰብ ብሓሙሽተ ቪድዮ ክሊብ ኣለዋኒ ክልተ ከዓ ዘዳለኹወን ኣለዋ ኣይ ኣቦ ኣብዚ ዓመት ዝውድእ ንኾን። ብሕጂ ካባኻ ክንጽበ ኢና ማለት እዩ። ኣራይ ለዋም ምሉእ ስምካ ከተላልየና ሓፈሻዊ ትነጥፈሉ ዘለኻ ሞያ ኣብ ስነ ጥበብ። ስመይ ኣማኑኤል ኣርኣያ ኣብ ብራኬት ለዋም ማለት እዩ። እወ ሕጂ ይቕሬታ ኣነ ኣማጻጽኣይ ውሑድ እዩ ኣንሲ ኣብ ስነ ጥበብ ጀማሪ እየ ናይ ኣርባዕተ ወርሒ ናይ ሓሙሽተ ወርሒ ስቴጅ ካብ ድሂብ ማለት እዩ። ሕጂ ኣነ ብዛዕባ ጥበብ ደፊረ ክዛረብ ኣይክእልን'የ። ሓንቲ ነገር ግን ድብላ ኣለኽ ማለት እዩ። ንኹሉ ብሓፈሻ ነዞም ኣብዚ ዘለዉ ስነጥበባውያን ንገለ ማለት እዩ። ንሕናሲ ከም ስነጥበባውያን ኣርት ኣርቲስት እንድሕር ኮይና ካብታ ኣርቲስት ዝኾንናላ ሰዓት ነብስና ዋናታት ኣይኮንናን። ናይ ሰብ ኢና ናይ ህዝቢ ኢና። ጽቡቕ። ኩሉ ግዜ ንዑ ክስታይ ንምግባር ክንጽዕር ኣለና ኣነ ግን ዝገበርክዎ ነገር የለን ዘበርከትክዎ ነገር የለን ልክዕ ኣብ ውሽጠይ ሕቡእ ነገር ክህሉ ክእል ኸውን እዩ ጽባሕ ንጉህ እየ ከውጽኦ ማለት እዩ ሽዑ ተተዛረብኩ ይሓይሽ ኣነ ሕጂ ግን ከምዚኣን ከምዚኣን ኢለ ብዛዕባ ኣርት ክዛረበካ ኣይክእልን'ዩ ማለት እዩ። እሺ ጽቡቕ ሕጂ እንታይ ልዋመይ ኣብዘን ዝረ ኣነ ክደርፈን ዝረኣኹኻ ፒያኖ ባራት ገለመለ ኣዝዩ ጽቡቕ ዝኾነ ታሽሙ ስለ ዝረኣኹልካ እንዲ ሕጂ እሱ ንባዕሉ ጥበብ እዩ ኣምጻእ ቢሉ ዝኾነ ሰብ ዘይበዓል ሞያ ይደርፎን እዩ
ልክዕ ኣለኻ እሱ እዩ ናይ ከምኡ ኣይሰኣነኒ ንኸውን ናይ ክቡር ወላዲ ኣርቲስት ኣርኣያ ሃይለ ካብቶም ኣለው ዝበሃሉ ኣብ ሃገርና ዓብ ዘያሚ ብዘይ ቀልዓለም ማለት እዩ ክንዲ ናቱ ኣበይ ከምፆ ግን እንተፅዒረ እውን ወዱ ስለ ዝኾንኩ ኣይሰኣነንን እዩ ከምፀ ተረዲኻ ደንጊኻ ኮይኑ ሰሚዕኒ ንዓይ ክሳብ ሕጂ ከምኡ እቲ
በሪ ኣይተኸፍተን ነይሩ ሳላ ኣብዚ ዘለዉ ስነ ጥበባውያን ብምልኦም ብዓብኡ ከዓ ንዓይ ኣብቲ ስቴጅ ዘቕረቡኒ ከዓ መሓር ብራዘርስ በዚ ኣጋጣሚ ከመስግኖም እደሊ ማለት እዩ ዕድል ከፊቶምለይ ኣነ ጃዝ ሲ ንኽዕዘብ ንኸስተማቕር ሙዚቃ እየ ዝመላለስ ነይረ ኣጋጣሚ ግን ኣብኣ ዝኾነ ዕድል ምስ ተኸፍተለይ ናይ ጃምፕ ገለ ማለት እዩ ኣብኣ ምስ ረኣዩኒ ግን ንኽደርፍ እውን ዕድመ ኣቕሪቦምለይ ኣነ ከዓ ኣይተማታእኹን ጽቡቕ መበገሲ ኮይኑኒ ኣሎ እንሻላህ ከኣ ኣብ ዝሓጸረ እዋን ከኣ ክንዲ እቲ ናይ ኣቦይካ ክንደየናይ ከየምጾ ግን ክፍትን እየ ማለት እዩ ንኹሉ ሰብ ነቲ ቲፎዞ ኢሊ ነቲ ንኹሉ ኣብ ስነ ጥበብ እውን ዓብ ነገር ኣበርክቶ ክገብርሲ ኣምላኽ ሓግዘን ማለት እዩ ብቅድሚ ሕጂ ግን ዘበርክትክዎ ነገር የለን ስለዚ ብሕጂ እዩ ማለት እዩ ናተይ ነገር ዝከውን። እሺ ጽቡቅ መጀመርታ ኣብ ጃዝ ከም ተዓዛቢ ኔርካ መጀመርታ ደሓር ስቴጅ ዘይብካ ብ መሓሪ ብራዘርስ ማለት እዩ እንታይ ተሰሚዕካ መጀመርታ ስቴጅ ምስ ደየብካ ገለመለ ከመይ በዲህካዮ? ከቢድ እዩ ስቴጅ ከቢድ እዩ ኣነ መጀመርያ ዝደረፍኩለን ግዜሲ በቃ ንፊተይ ደሪፈ መዓስ እየ ዝወርድ በቃ ደሪፈስ መዓስ እየ ዝወርድ ገለ ገለ እየ ድብል ነይረ ኣብ ሰዓት እዚ ግን እቲ ግዜ እውን ሓፅረኒ እቲ ዝውሰኽቲ ግዜ ክደርፍሲ ብዙሕ ክደርፍ ትደሊ ከማን ተረዲኻኒ እቲ ፍቕሪ ፀኒሑ እዩ ኣብ ውሽጥኻ ኣሎ ሱድ ኣይሳኣኒ ግድን እቲ ኣማጻጽኣ እኳ እዩ ንዓይሲ ወላዲየይ ሓወቦታተይ ደቂ ሓወቦታተይ ገለ ኩሎም ግሳይ ኣማት ኣብ ኣርትሲ ብብዝሒ ኣለዉኒ ፋሚሊ ናተይሲ ብብዝሕስ ኣለዉ ደቂ ሓወቦታተይ ሓወቦታተይ ኣቦይ ኣደይ ንባዕላ ኣባሓጎይ ኩሎምሲ ብዓል ኣቦሓጎይስ ምስ ብዓል በረኸት መንግሰኣብ ምስ ብዓል ቪቴርዮ ገለ እዮም ድምጻዊ ነይሩ ኣቦሓጎይ ማለት ኣቦ ኣነደይ ኣደይ ንባዕላ ኣብ ሜዳ ክልተ ደርፊ ገለ ወላዲየይ ሰሪሕላ ነይሩ ኣብቲ እንዳ ዜና ገለ ህሉ ኸውን እዩ ደርፍታት ብቃላታ ግን ተስማዓኒ እያ ብድምጻ ዳርጋ ብምልኣታ ገዛ ሕጂ ስወ ከምኡ ኣሎ ስለዚ ካብ ከምኡ እዩ ድኾን እምበር እንደ ኣነስ ኣይሰራሕኹም ብሕጂ ክሰርሕ ኣጆኹም ኣልኾነኒ ማለት እዩ ጽብቕ ለዋመይ
ትሬን ከ ከመይ ትገብር ኣለኻ ሕጂ ማለት ትሬን እወ
ኩሉ ግዜ ፍቕሪ እንድሕር ኣሎ ምስ መሳርሕትኻ ገለ ጸገም የለን ወላ ስራሕ ይብዝሓዮም ገለ ይማወቱልካዮም ይሕጉዝኻዮም ገለ እቶም ቅድሚ ሕጂ ዝነበሩ ከምኡ ቤዝ ኣትሒዞም ንከይዶም ኣለዉ ሕጂ still now ውን ኦርጋኒስት ሮቤል ኣሎ ጊታሪስት ቢንያም ኣሎ በታ ዘላቶም ዓቕሚ ንዓኻ ሓፍ ንከብሉስ ድልዋት እዮም ማለት እዩ ሳላ ከምኡ ከኣ እቲ ክሳይ ስ ይሪኤ ኣለኹ ማለት እቲ ነጸብራቕ ኣብቲ ሰብ ዘሎ ኣብቲ ኦድየንስ ዘሎ ገለስ ይሪኤ ኣለኹ ናይ ጽቡቕ ክሳይስ መልሲ መጻኒ ኣሎ ሕጅስ ነጸብራቕ ናቶም እዩ ናይቶም መሳርሕትኻ እዩ እምበር ኣነ እንታይ ኣፍልጦ ኣለኒ ብሕጂ እየ ክፈልጥ ግን ናይቶም ምሳኻ ኣብ ዙርያኻ ዘለዉ ስነ ጥበባውያን ዝበሃሉ ናቶም ነጸብራቕ እዩ ማለት እዩ ኣነስ ወላ ሓንቲ ዕድመይ ሓጺር እያ ኣብ ጥበብ ምሽ ይብለካ ኣለኹ ሳለኦም ግን ኣብ ከምዚ ከማን መጽስ ቃለይ የስምዕ ኣለኹ ተረዲኻን ስለዝ ናይቶም መሳርሕተይ ብዓቢኡ ሳሙሎ ተሞክሮ ደለዎ ኣብ በዓል ኣስመራን ገለንስ ፒያኖ ወራት ወላ ክሊባት ኣለዎ ደርፍታት ኣለዎ ምስኦም ኣብ መንጎኦም ኮይነ ንባዕለይ ኣነ ኣብዚ ከምዚ ደረጃ በጺሐ ክሰርሕ ገለስ ኣነ ኣይሓስቦን እየ ነይረ ኣምላኽ ሓግዝ ግን እንድሕር ኣለዉ ኣብ ጎነይ ኩሎም እዞም ኣርቲስት ኣብቲ ዝለዓለ ደረጃ ዘይበጽሓሉ ነገርሲ የለን ማለት እዩ። እሺ ንሕና ውን ጽቡቅ ዕድል ንምነየልካ ኣብ ጎንካ ኣለና። Thank you ይኣምን ሕራይ Thank you። ንሳሚ ክተ ሕራይ ሳሚ ኣብዚ ዓዲ ዳርጋ ኣብ ናይ ውልቁ ገዛ ዝነብር ሰብ የለን እንድዩ መብዛሕትኡ ተከራያይ እዩ ሕጂ እቲ ኣካራያይ ሱዳናዊ እዩ ዳርጋ ድበዝሕ ሓበሻ ዘካርየካ ወይ ሓበሻ ጥራሕ ዝቅመጥዎ ዋና ገዛ ደይብሉ ሱዳናዊ ውሑድ እዩ እንድዒ እስኻ ምናልባት ኣብ ኮመ ትቕመጥ ከይትኸውን እምበር ሱዳናዊ ዝኾውን ዋና ገዛኻ እኳ ሕጂ ፕሮቫ ክትገብሩ ከለኹም ከመይ ክሳይ ትኾኑ ሕጂ ኣብዚ ዓዲ ሙዚቃ ይፈትውን እዮም ንኣብነት ሕጂ ዓው ኢልካ ክትደርፍ ኣለካ ናይ ግድን ሓደ ጎረረኻ ክስሕል ተዛእ ኮንካ ሕጂ እስኻ ብውልቃ ከስከ ነዚኣ ከመይ ክተብርሃለይ ደለኹም ወላስ ዓው ኢልካ ክትውጭጭ ወላ ይረበሹ ኢልካ
ቅድሚ ሕጂ እዚ መጀመርያ ቅድሚ ኣብዚ ኣርት ገለ ቅድሚ ምምጻእና ስታይ ንገብር ኔርና መሲልካ በዚ በረኻ ወጺእና ኢና ኡይ በቃ ንብል ኔርና ከምዚ ምሻሎ ጎረረኻ ክትፈትሖ ገለ ኢንፋክት ሆሚ የለን ኣብዚ ብጣዕሚ እዩ ጸቢብ እዩ በቃ ከምዚ ሜላ ኢኻ ብሜላ ኢኻ ትብል ሕጂ ምናልባት ኣብዚ ደለዉ ኣርቲስት ስነ ጥበባውያን ዋላ ድምፃውያን ኣብ ዘለዉስ ምናልባት ናቶም ዝኾነ ዓይነት ሜላዊን ከምዚ ናይ ሓበሻ ገዛ ድዩ ወይ ነፃነት ዘለዎ ገዛ ዘለዎም ክህልው ይኽእሉ ኾኑ ኣነ ከም ሳሙኤል ግን እታ ገዛይ ተኸራያይ ምሳይ እዩ ኣብዚኣ ካ ድፈልጡ ኣለዎ መሳርሕተይ ሰዓዳ ክኢላት እንዲ ኢለ የድጎይ ገለ ጌርካ ሓሽካ ኣለካ ብፍቅሪ ጌርካ ማለት እጂ ኦ ብሜላ እዩ በስ ምሻሎ ብዙሕ እኳ ኣብቲ ኣብ ገዛ እየ ብዙሕ ኣይደርፍኒ ኣላትኒ ኣምፕሊፋየር ሳየራ ክራር ገለ ጌራ ብውሽጥኻ ማለት እዩ ፎን ጌርካ ገለ ማለት እዩ ኣይደርፍን እየ ዋላ በይነይ እንካ ይቅመጥን እየ ንባዕሉ እዚ ዝብድሆ እዩ ብዛዕባ ንባዕሉ ዝብድሆ እዩ ግን ኣርቲስት ተኾንካ ጥበበኛ ክትኮን ስለ ዘለካ ግን ዝኾነ ዓይነት ድሌት ተሎስ ዝኽልክለካ ነገር ስለ ዘየለ ክትገብሮ ከም ትኽእል እየ ዝኣምን ብዝኾነ ሜላታት ጌርካ ድዩ ዋላ ብደኣ ካልእ ዝጥዕመካ ኬድካ ቦታ ድዩ ክትገብር ከም ትኽእል ሲ ብዙሕ ከምኡ ማለት ሜላ ጌርካስ ክትገብር ትኽእል እሺ ሳሚ ጽቡቕ
እ፣ ክራር ወዲ ክንደይ ዓመት ከለኻ ክኢልካያ
እዋ ክራር እ፣ ብዛዕባ ክራር ክዛረበካ ኣብ ክራር ብዙሕ ዕድመ የብለይን ኣብ ዝበልኩኻ ከምዞም ክራር ተሰበሮም ስድሮኦም ገለስ ኣይኮንካ ማለት እዩ ምስቴ ከለኻ
ከምዚ ኣብ ጉጅለ ባህል ብሓፂሩስ 210 እንደ ጀሚረ ቮካሊስት እየ ነይረ ክራር ካብ ዝሕዛ ኣርባዕተ ዓመት እየ ገይረ ናይ ኣርባዕተ ዓመት ግዜ ጥራይ እዩ ዘለኒ ክሕሱ ይክእል እየ ክኽእላ ስለ ዘለኒ ግን ኣብ ውሽጢ ኣርባዕተ ዓመት ልክዕ ከም ሰበይ ክራር እፃወት ማለት እዩ እዚ ናይ ጋዕዳ ገለ ሓሊፍካዮ ዲኻ እሆ ፀዋት እየ ዋላ ናይ ጋዕዳ ፀዋት እዩ ብዓቕመይ ማለት እዩ ሕጂ ካባኻ ከ እንታይ ኢና ክንጽበ ዘለካ መደባት ማለት እዩ ብሕጂ እዋ ኣይሰራሕናን ኢና ፔተረይ እዋ ዳርጋ ዳስ ዳስ ክንከይስ ዓመታት ኮይነና እዩ ሕጂ ግን ክንሰርሕ ኣምላኽ ተፈቒዶ ብሓድሽ ስራሕ ከም ብገስ መኣሲ ይሓስብ ኮም። ከም መደብ ዝሓዝካዮ ከኣ ኣሎ። እወ ጀመርክዎ ውን ኣሎ መፈጸምትኡ ከኣ የርእየና ከኣ እሺ ኣብ ጽቡቕ ሓጺር ግዜ። እንሻላ ኣዎ። እ
ከመይ ኢኻ ትሬን ኣብ ጓይላ ትሬን ገለ ትገብር ዲኻ ኣብ ገዛ?
እወ ኣብ ገዛ ናይ ግድን ክራር ሒዝካ ኣብ ገዛ በብውልቅኻ እንድዩ እወ። ኣብ ገዛ ናይ ግድን ትገብር ኢኻ ተጽንዖ ደል ደርፍታት ኣሎ ወላ ገለ። ክራር ሒዘ ገብር እየ። ኦህ ትሕት ኢልካ ትገብር ወላ ዓው ኢልካ ዋና ገዛኻ ከመይ እዩ ምሳኻ ከ? ዋናተይ እኮ ደሓን እዩ ዋና ገዛ ዳርጋ ምሳና የለን ሸይጣን ኣይስማዕ እወ። ደሓን እዩ እቲ ገዛ ናጽነት ኣለዎ እገብር እየ ደሓን እዩ። መካሲ ጽቡቅ እወ። እም፣ ኣብ ስራሕካ ኣብ ጓይላ ክትጻወት ኣብ ዝኸድካሉ እዋን ብፍሉይ ትዝክራ ሕማቕ ወይ ከኣ ጽብቕቲ ተሐጉስ ትብላ ተተኻኢሉ ብኽልቲኡ ወገን ማለት እዩ። ወይ ከምዚ ፍሉይ ትጋጣሚ ትብላ ከምዚ ዘጋጠመትካ ፍሉይ ኣብ ኣጋጣሚ ጓይላ?
እወ ከምዚ መስሓቕ ዓይነት ሕጂ እ፣ ሓደ ግዜ እዩ እ፣ ሜሮን ዝበሃል ኣሎ ክራሪስት ወዲ ኣበበ ሜሮን ኣበበ አዎ። ወዲ ማይጨወት ዓርከይ እዩ ኣብ ክልተ ሽሕን ሰለስተን ኣርባዕተን ንኸውን እዩ በዚ ኣድገብራይ ኬድና ሕልፎት ክንጻወት ሕጂ ኣምስዮም እዮም ድኣትዉ ናይ ዓዲ ሕልፎት ኣጋጣሚ ኣምስዮም እዮም ድኣትዉ ከባቢ ሰዓት ዓሰርተ ሓደን ፈረቓን ገለ እዮም ድኣትዉ ሽዑ ከኣ ተወጋሕ ኢኻ ክሳብ ወጋሕታ ገለ ማለት ሕጂ ከም ክስታይ ኮይና ትስምዓኒ ሕልፎት እንዳኣተኹዎም ከለኹ እቲ ግዜ እቲ ዓርኪ ሕልፎት መሪሑ ድኣቱ ዶ ኣሎ ቴምቦ ደይ ኣቱም ሻሎ ከምዚ ኖ፣ ካብ ቴምቦ ቅጥፍት ይወጽእ ቢሎም ድስዕስዑ ሕጂ እወ። ኣሽና ኣይበለ እንዳበሉ እንዲም ድመጹ ደለው እወ። ብዙሓት እዮም ብዝሕልዎም ገለ ደይ ኣቱ ቴምቦ ሕጂ ገሪምኒ ምሻሎ ርእየዮሲ ክስታይ ኮይነ ሕጂ እ፣ ትዝከረኒ ቀጻሊ ከምዚ ከምዚ ከምኡ ዓይነት ሰባብ እወ። ሰብ ክርኢ ከለኹ ሕጂ ወላ ኣብ ካልእ ክትጻወት ኮለኻ ኣብ ጓይላ ገለ መለ ኮሙ ካብ ቴምቦ ድወጹ ሰባት ገለ ክትርኢ ኮለኻ ክስታይ ይኸውን ንዓ ዝክራ ቀጻሊ ምስቲ ተሃንዲዶም ድመጽዎ ገለሲ እቲ ድመርሖም ደሎ ከኣስ ካብ ቴምቦ እንዳ ደርበሽበሽ እንደ ወጺ ካብቲ ቴምቦ እንዳ ወጸ ምሻሎ ሳዕሲዒቱ ማለት እዩ ሕጂ ይዝከረ ንቀጻሊ እዚያ ከም ክስታይ ማለት እዩ ካብዞም መሳርሕትኻ እዚኣ ሕጂ ከይሓሰኻ ኢኻ ትነግረኒ ካብዞም ኣብዚ ዓዲ ዘለዉ ዘቕናኣካ መን እዩ እወ ዘቅንኣካ ደስ ድብለካ ማለት ኣጻውትኡ ገለ መለ
ብዙሓት እንድዮም ብዝያዳ ግን ኣነ ሕጂ ንፉዕ ድብሎ ኣብ ዘመናዊ ንፉዕ ሕብሪ ጎረሩ ደስ ድብለኒ ደርፍታት ኣጽኒዑ እውን ብግቡእ ደርፎ ነቲ ዘመናዊ ታሌንትድ በቃ ሙሉእ ዓቅሚ ደለዎ ሮቤል ኣስገዶም ኣብዚ ኣሎ ጸሊማይ ንፉዕ እዩ ብጣዕሚ ክቕጽሎ ከምኡ ኢሉ ክኸይድ ከኣ ምሻሎ ናቱስ ከምዚ ርኡይ ራኢ ምሻሎ ደልዎ ኮይኑ ስማዕ ናይ ብሓቂ ንፉዕ ከኣ በቃ ብዘይ ምግናን ማለት እዩ ሮቤል ናይ ብሓቂ ቮካል ንፉዕ ደራፋይ እዩ ሕራይ ናብ ልዋም ለዋም ሕጂ ከምዚ ድበልካኒ ብሕጂኻ ክስራሕ እዩ ደሎ መደብካ ከምዛ ንሓቲተይ ጸናሕኩ ነይርሚ ካብዘን ዝደየብካለን ሓጸርቲ ናይ ስተጅ ግዜያት ዘጋጠመትካ ፍልይቲ እንታይ ኣላ ውሕድ ኮይኑ እቲ ግዜ ሲ ብዙሕ ዘጋጠመኒ የለን ማለት ኣይጋጠመካን ክሳብ ሕጂ ውሕድ እቲ ግዜ ነው
ብዙሕ ዘጋጠመኒ የለን ግን ኣብቲ ፈለማ ስቴጅ ዝደየብኩሉ ግን ከምዚ ግጥሚ ጠፍኣካ ገለመለ ትሽርሸር ገለ ገለ ምሽ ኣሎ ከምኡታት ገለ ኣጋጢሙ ንፈልጥ ኣብቲ መጀመርታ ኣብቲ መጀመርያ ስቴጅ ደየብኩሉስ ግጥሚ ጠፍኣካ ገለመለ ከምዚ ናትካ ጌጋ ከሎ ትጥወ ናብቲ ኦርጋኒስት ናብቲ ጊታሪስት ገለመለ ከቢድ እዩ መጀመርታ ካብ ስቴጅ ምድያ ብጣዕሚ ከምኡታት ገለ ተዘይኮይኑስ ካልእ ብዙሕ ክሳይ ዘጋጠመኒ የለን። ኣረ እሺ ንሳሚ ከኣ ሳሚ ከ ከመይ ኢኻ ኣብዚኣ ወይ እንዳተጻወትካ ኣብ ጓይላ ድዩ ወላ በስመራ ወላ ኣብዚ ብፍሉይ ትዝክራ ወይ ተሕርቀካ ወላስ ክራር ድያ ተበቲኻትካ ኣብ መንጎ ጓይላ ዕሰለ ወይ ገለ
ከምኡ የጋጥመን እዩ ኣዳይ ከማን ከምኡ ጋጢምኒ ከምኡ ኣብ ስምዒት ገለ ተኣቲኻ ገለ ሓደ ሓደ ግዜ ዋላ ክራር መብዛሕትኡ ክራር ይሓርቕ እዩ ኣብ ጓይላ ከምዚ ጽቡቕ ሙድ እንድሕር ኣሎ ድሕር ተኾሊፋቶ ክራር ገለ ይሓርቕ ሙድ ከለኻ ገለ ገለ ምሽ ሕጂ ትብተኸካ ገለ ሓንቲ ክትገብራ ኣይትኽእልን ኢኻ ከዓ ኦሬዲ ቆሪጽካ ኣቋሪጽካ እቲ ጓይላ ኢኻ ክትዕርያ ትኽእል ከምኡ የጋጥመን ኣነ ግን ሓንቲ ናብ ህይወተይ ማለት እዩ ቅድሚ ዓመትን ትሽዓተ ወርሕን ብሓጺሩስ ቅድሚ ናብዚ ምምጸኤ ማለት እዩ ኣብ ገዛ እንዳ ሓበሻ ጓይላ ነይራትና ሓንቲ ደለ ጸዋትና ከለናስ ጸዋት ሰብ ማራ እዩ ብዙሕ ነይሩ ገለ ገለ ኣብ ሙድ በቃ ጽቡቕ ጸዋት ነይሩ ሕጂ ተባኢሶምስ ነቲ ስፒከር ኣውዲቖሞ መንታርቦ ኦ ኣውዲቖሞስ ምስ ወደቐስ እንታይ እዩ ጎዲሉ እንደሎ ገለ ኢለስ ስሒቦማ ነታ ዓባይ ስፒከር በቲ ትሕቲ በቃ እቲ ሚክሰር ማን ከይዱ ገለ በቃ ደሓር ኣጥፊእናያ ገለ ብጣዕሚ በቃ እዚኣ ክዝክራ ከለኹ ተስቐኒ ማለት እሺ ጽቡቕ ኣብ መወዳእታ ሕጂ እንታይ ኣሎ ዳሓስካዮ መደብ ክሊፕ ወይ ደርፊ ካባኻ እንታይ ኢና ንጽበ ሕጂ ፒተር ሓወይ ሕጂ እኳ ኣምላኽ ሓግዘኒ ከም ስራሕ ክልተ ዳሓስክወን ኣለዋ ስራሕ ንተኸፈእስ ሓንቲ ክሰርሕ እየ ባህላዊት ኣላትኒ ሓንቲ ክሰርሓ እየ ኣራይ ናይ መወዳእታ ሕቶያ ካብ ስነ ጥበበኛታት ሃገርና ተድንቆ ድምፃዊ
ብዙሓት ከድነ ከሌ ሓደ ድሕን ኢልካኒ ብፍሉይ ናተይ ከም ክስታይ ድሕን ኢልካኒ ግን ቶማስ ኣልኣዛር የድንቆ
እሺ ሐራይ ስለቲ ዕድሜና ኣኽቢርኩም ኣብዚኣ ንዕላል ፍቓደኛታት ኮንኩም ኣብዚ ምሳይ እን ትብሉ ምጽናሕኩም ብልቢ የመስግነኩም የቐኔለይ ሳሚ ልዋም ኤርሚ ጥበብ ኢኻ ባህገይ ጥበብ ኢኻ ባህገይ ክቡር ጥበብ መካፍልቲ ሓሳበይ ምሳኻየ ዝላዘብ ኢድን ጓንትን ኢና ኣብ ራህዋ ጸበባ ወትሩ'የ ዝብህገካ ከም ምጭውቲ ዕንበባ ሰባት ሓቢሮም ጥበብ ጥበብ ክብሉ ብፍቕሪ ሰሚሮም ብስምካ ከዕልሉ ባህታ ይፈጥረለይ ኣባኻ የጽልል የመስግን ፈጣሪ ሕጉስ ፍንጭሕ እብል እቲ ፍቕርኻ ኣብ ልበይ ምስ ሰፈረ ጣዕሚ ፍቕርኻ ኣስተማቒረ ሽዑ እንድየ ኣሰርካ ክረግጽ ጀሚረ እንታይ ኢለዮ እኽለማይ ፍቕርኻ ተደሪረ ኣብ ዝኸድኩ ከይደ ካባኻ ኣይፍለይን ወላ ይላገብ ምድርን ሰማይን እሙን ዓርኪ ኢኻ ውህብቶ ፈጣሪ ህላውነትካ ይሰረተይ ምንባረይ ኣብዛ ምድሪ ንስኻስ ምሳይ እንተዘይትህሉ ሓሳባት ውሽጠይ ኣበይ ይመጽለሉ ፋሕብትን ምበሉ ከም ደቂ ዛግራ ሰላኻያ ጥበበይ ህይወተይ ምዒራ ሓደ ክንስኻ ብዙሕ ዝጨንፈርካ ብስኒት ይፋቐሩ ደቂ ማሕበርካ ነቕ ዘይብል ስሩ ሓያል እዩ ጥምረትካ ኣብ መድረኽ ወፅኤ ብስምካ ክዝምር ተሓያል ፍቕርኻ ክነግር ከስተምህር ፍቕሪ ሂብካ ፍቕሪ እትቕበል ላዛ ህይወት ኢኻ በዓል ፅኑዕ መትከል ብሓውኹም ሰመረ ወልድያና